እዛ ሊንክ እዚኣ እንድሕር መጺኣትኩም እቲ ሊንክ እቲ ዘይምኽፋት ወይ ከኣ ናብቲ ሊንክ ዘይምእታው ማለት እዩ። እዚ እንተዘይፈሊጥኩም ብፍጹም ብፍጹም ዋትሳብን ኢሞን ከይትጥቀሙ። ኣብ ፍራንስ ዝቅመጥ ኦንላይን ኣሎ ሕጂ ገለ ገለ ዝብል ዘሎ ከኣኒ ሃክ ጌርዎ ኣሎ ማለት እዩ ስለዚ ነዚ ብታሕቲ ዘሎ ሰብ ከነውጽኦ ኣለና ማለት እዩ ሕጂ ከመይ ጌርና ኢና ነውጽኦ ዝብል እንድሕር ኣልዩ ከኣኒ ሰላም ከመይ ቀኒኹም ጋይስ ካብ ፊሊን ሎም መዓንቲ ካብ ሓድሽ ቪድዮ ተመይስና ኣላ ናይ ሎም መዓንቲ ቪድዮ ካብ ናትኩም ሕቶታት ተበጊሰ እዛ ቪድዮ እዚኣ ዝሰርሓ ዘለኹ እሱ ከዓ እንታይ ብዛዕባ ኢሞን ኤንድ ዋትሳፕ ከዓኒ ኢሞ ወይ ከዓ ዋትሳፕ እሱኹም ጥራይ ደይኮንኩም ካልእ ሰብ እውን ክጥቀመለን ከም ዝኽእል እታ ናትኩም ሓንቲ ዋትሳፕ ካልእ ሰብ ክጥቀመላ ከም ዝኽእል ትፈልጡ ኢኹም ኢሞ እውን ከምኡ ስለዚ ከመይ ጌርካ ሃክ ዝገበረካ ሰብ ወይ ከዓ ካልኣይ ኣብ ሞባይልካ ኣትዩ ዝጥቀም ዘሎ ሰብ ከመይ ጌርካ ተጥፍኦ ከመይ ጌርካ ትፈልጦ እውን ክንርኢ ኢና ማለት እዩ ኣብ ኢሞ ዘሎ እውን ልክዕ ከምኡ ማለት እዩ ካልእ እውን ብዛዕባ ኢንስታግራም እውን ክንርኢ ኢና ኢንስታግራም ኣብዚ ሕጂ እዋን ብዙሕ ሰብ ሃክ ይኸውን ኣሎ ብዛዕባኡ ዝመፀና ሕቶታት ክንርኢ ኢና ማለት ስለዚ ክሳብ ፋይናል መደምሳይ ፅንሑ ቅድሚኡ ግን ላይክ ኤንድ ሳብስክራይብ ፒስ ስለዚ ጋይስ መጀመርያ ክንሪኦ ደልየ ዘለኹ ብዛዕባ ኢንስታግራም እዩ ኢንስታግራም መብዛሕትኡ ብዚ ሕጂ እዋን መብዛሕትኡ ሰብ ሃክ ክኸውን ኣሎ ማለት ካብ ነዊሕ ጀሚሩ ግን ኣብዚ ሕጂ እዋን ወይ ካብዚ ቀረባ እዋን ግን ዝበዝሐ ሰብ ሃክ ክግበር ኣሎ እሱ ከዓ እንታይ ብሊንክ እዮም ዝሰዱልካ ሊንክ ሰይዶም እዮም ሃክ ዝገብሩካ ማለት እዩ ሕጂ እሱ ጥራይ ዘይኮነ ከኣ ንሓደ ሰብ ሃክ ምስ ገበሩ ሽዑ ነቲ ሃክ ዝገበርዎ ሰባት ከኣ ካብ ናቱ ፈለወርስ ከኣ ንብምልኦም ነቲ እሱ ዝፈልጦም ሰባት ወይ ከኣ ንዕኡ ኮኔክት ዝገብሮም ሰባት ንክምልኦም ከኣ ሊንክ ይሰድሎም ንሶም ከኣ ዝፈልጠና ሰብ እዩ ሰይድልና ኢሎም ነቲ ሊንክ ይኸፍትዎ ንዕኦም ውን ሃክ ክገብሮም ከምኡ እንዳበለ ንብዙሓት ሰባት ንና ናብቲ ናቶም ኢንስታግራም ይኣትው ኣለዉ ማለት እዩ ሕጂ እቲ ቀንዲ ምክንያት ሊንክ ምስዳድ እዩ ሃክ ክገብረካ ዝኽእል ሊንክ ሰዱልካ ብኡ ጌሮም እዮም ሃክ ዝገብሩኻ እቲ ቀንዲ ጥቅሞም actually ብዙሕ ፎሎወርስ ዘለዎም ሰባት ሃክ ንምግባር እዩ ካልእ ዋላ ሓንቲ ጥቅሚ የብሎምን ግን ግን ከምዚ እንዳ ገበሩ ግን ንብዙሓት ሰባት ግን ሃክ ክገብሩ ኣለዉ ማለት እዩ ሕጂ እቲ ቀንዲ ጠንቂ ከምዚ ዝብለኩም ዘለኹ እዚኣ ሊንክ እዮም ዝሰድልዋ እዚኣ ዝኾነ ይኹን ሰብ እዩ ሰይድለይ ሓደ ሰብ እዩ ሰይድለይ ንሳኻ እንታይ ትብል ሄይ ዱ ዩ ኦውን ዋን ኦፍ ዲስ ኢፍ ዩ ዶንት ኣም ጎይንግ ቱ ጌት ዩ ዋን ለሚ ነው ኢሉ ጽሒፉ እታ ሊንክ የቕምጣ ማለት እታ ሊንክ ከማን ፓስወርድ ስላሽ ገለገለ ኢሉ ኮንፊርም ገለ ዝብል ኣሎ ሕጂ እዛ ሊንክ እዚኣ ድሕሪ መጽያትኩም እቲ ሊንክ እቲ ዘይምኽፋት ወይ ከዓ ናብቲ ሊንክ ዘይምእታው ማለት እዩ ካብ ዝተጠንቀቑ ማለት እዩ ሕጂ እቲ ከመይ ጌርካ ትፈትሖ ዝብል መልሲ እንድሕር መጽና ወይ ከዓ ከመይ ጌርካ ኢኻ ሃክ እንድሕር ጌሮምኻ ከመይ ጌርካ ኢኻ ትመልሶ ገለ እንድሕር ኢልና መጀመርያ ከምኡ እንድሕር ሃክ ተጌርኩም እንድሕር ተፈሊጡ እንድሕር ፈሊጥኩም መጀመርያ ትገብርዎ ነገር እንድሕር ሃልዩ ፓስዎርድኹም ቴሌፎንኩም ከም ብሓድሽ የሕዲስኩም ነታ ኢንስታግራም ሕድስዋ ኢመይል ጓላ ገለ መለስ ቀያይሩላ ማለት እዩ ድሕሪኡ እንድሕር ምናልባት ተዚ ሰሪሓ ግን ካልእ ፍታሕ ክሳብ ረኽበልኩ ብዛዕባኡ ዝኾነ ይኹን መፍትሒ ይደሊ ኣለኹ ኣብ ቀረባ እዋን ክነግረኩም እዩ ማለት እዩ ናብቲ ቀንዲ ኣርእስትና ንኸይድ ብዛዕባ ኢሞ ዋትሳፕ ኢና ክንከይድ ደሊና ኣለና ብዛዕባ ኢሞን ዋትሳፕን ከዓኒ ኢሞን ዋትሳፕን ክልተ ሰብ ከም ዝጥቀምልኩም ወይ ከዓ ንስኹም እንዳተጠቀምኩምላ ካልእ ሰብ ክጥቀመላ ከም ዝኽእል ኣክቹዋሊ ትፈልጡ ኢኹም ምሾ እሱ ግን ብኸመይ ይኽእል ወይ ከዓ እንድሕር ሰብ ጥቀመላ ሃልዩኸ ከመይ ጌርና ኢና ንፈልጦ ዝብል ነገር ኢና ክንርኢ ደይ ዘለኹ ማለት እዩ ሕጂ እታ ቀዳመይቲ ብዛዕባ ዋትሳፕ ክንርኢ ኢና ሕጂ መጀመርያ ብዋትሳፕ ክንጅምር ዋትሳፕ እንድሕር ዝኾነ ይኹን ሰብ ኣብ ሞባይልኩም ወይ ከዓ ዋትሳፕ ሰብ ይጥቀም እንድሕር ሃልዩ ወይ ከዓ ካልኣይ ሰብ ተደሪቡ ይጥቀም እንድሕር ሃልዩ ወይ ከዓ ንዓኹም ይስሌኩም እንድሕር ሃልዩ ከመይ ጌርኩም ትፈልጥዎ ዝብል ኣርእስቲ እንድሕር ኬድና እንታይ ኢና ክንገብር ምስ ከፈትናዮ ልክዕ ኣብዚ ላዕሊ ሰለስተ ነጠብጣብ ኣሎ ሰለሰ ነጠብጣብ ኣሎ ኣብኡ ምስ ንኣቱ ምርጫታት ኣሎ ኒው ግሩፕ ኒው ብሮድካስት ኣብቲ ሳልሰይቲ ዘላ ሊንክ ዲቫይስ ዝብል ኣሎ ሊንክ ዲቫይስ ዝብል ኣሎ ወይ ከዓ ሊንክ ዝኾነ ዲቫይስ ኣሎ ድዩ ምስና ሞባይልካ ዝብል ማለት እዩ ኣብታ ሊንክ ዲቫይስ ምስ ኣተና ከም ትሪእዎ ዘለኹም ኣብዚ ቦታ እዚ ወይ ከዓ ኣብዚ ትሪእዎ ዘለኹም ቦታ እዚ ኣብዚ ዝኾነ ይኹን ሞባይል ወይ ኮምፒውተር ሊንክ ዝኾነ እንድሕር ሃልዩ ኣብዚ ታሕቲ ይመፀልኩም ማለት እዩ ስለዚ ጋይስ ከም ትሪእዋ ፅናሕኩም ሕጂ እዛ ሞባይል እዚኣ ዝኾነ ይኹን ሰብ ሃክ ኣይገበራን ዘሎ ማለት እዩ ምክንያቱ ከምቲ ትርኣኹሞ ባዶ ስለ ዝነበረ እዚ ቦታ ሃክ ኣይኮነትን ዘላ ማለት እዩ ምናልባት ሃክ ዝተገብረት እንድሕር ኮይና ግን ከመይ ይመጽእ እንድሕር ኢልና ግን ምናልባት ሃክ ዝተገብረት ሞባይል ከርእየኩም እየ ማለት እዩ እዚኣ ሞባይል እዚኣ ሕጂ ንኣብነት ትሪዋ ዘለኹም ልክዕ ከምቲ ዓንተወይ ዝበልኩኹም ኣብታ ላዕሊ ሰለስተ ነጠብጣብ ዘለዋ ቦታ ኣብኣ ንኸፍት ማለት እዩ ኣብታ ሰለስተ ነጠብጣብ ምስ ከፈትና ከም ትሪእዎ ዘለኹም ሊንክ ዲቫይስ ኣሎ ኣብታ ሳልሰይቲ ኣብታ ሊንክ ዲቫይስ ኣብኣ ንኣቱ ኣብታ ሊንክ ዲቫይስ ምስ ኣተና ከም ትሪእዎ ዘለኹም ሕጂ ኣብታ መጀመርያ ዝረኣኹማ ዋትሳፕ ከም ትረኣኹሞ እዚ ቦታ እዚ ባዶ እዩ ነይሩ ሕጂ ግን ካልእ ጎግል ክሮም ዊንዶው ዝብል መጺ ኣሎ ማለት ስለዚ ካልእ ኮምፒውተር ትጥቀመላ ኣላ እዛ ዋትሳፕ እዚኣ ማለት ስለዚ ሕጂ ከመይ ጌርና ኢና እዛ ዋትሳፕ እዚኣ ነጥፋ እንድሕር ኢልና ከዓኒ እዛ ዋትሳፕ እዚኣ ከነጥፋ እንድሕር ኮይና ከዓኒ ንዓ ክሊክ ንገብራ ሞኒ ንዓኣ ክሊክ ንገብራ ንዓኣ ክሊክ ጌርና ኣብኡ ምርጫ ክበና እዩ ሎግ ኣውት ዝብል ምርጫ ክበና እዩ ንዓኣ ከዓኒ ሎግ ኣውት ኢልና ነውፃእ ማለት እዩ ከምዚ ጌርና ኣብ ሞባይልና ዝኣተወ ዋትሳፕ ሃጊሩ ብናትካ ክፀሓፍ ይኽእል እዩ ወይ ከዓኒ ንስኻ ትፅሕፎ ነገር ክርእዮ ይኽእል እዩ ስለዚ ከምዚ ጌርና ክንፈልጦ ንኽእል ኢና ማለት እዩ ካልእ እቲ ከዓኒ ኢሞ ኢሞ እንድሕር ሰብ ሃክ ጌርካ ከዓኒ ከመይ ጌርካ ኢኻ ትፈልጦ ወይ ከዓኒ ካልእ ዲቫይስ ኣብ ኢሞኻ ይጥቀም እንድሕር ሃልዩ ከዓ ከመይ ጌርካ ኢኻ ትፈልጦ ከዓ ከርእየኩም እየ ማለት እዩ ስለዚ መጀመርያ ኢሞ ንኸፍት ማለት እዩ ኢሞ ምስ ከፈትና ኣብ ታሕቲ ናይ ኢሞ ፕላስ ትብል ኣላ ፕላስ ትብል ኣላ ነዛ ፕላስ ትብል ወይ ከዓ ተደምሮ ምልክት ዘለዋ ንዓ ንኸፍታ ማለት እዩ ንዓ ምስ ከፈትናያ ወይ ንዓ ክሊክ ምስ ገበርናያ ኣብ ታሕቲ ሞር ዝብል ኣሎ ሞር ዝብል ኣሎ ንዓ ንኸፍት ማለት እዩ ሞር ምስ ከኣተና ሴቲንግ ዝብል ኣሎ ሴቲንግ ዝብል ኣሎ ንዑ ንኣቱ ድሕሪ ሴቲንግ ኣብዚ ከባቢ ናይ መወዳእታ ማለት እዩ ኣካውንት ኤንድ ሴኪሪቲ ዝብል ኣሎ ኣካውንት ኤንድ ሰኪሪቲ ዝብል ኣሎ ኣብኡ ንኣቱ ማለት እዩ ኣካውንት ኤንድ ሰኪሪቲ ምስ ኣተና ማኔጅ ዲቫይስ ኣብ ካልእቲ ላ ማኔጅ ዲቫይስ ዝብል ንኣቱ ማለት እዩ ማኔጅ ዲቫይስ ኣሎ ስለዚ ከም ትሪእዎ ዘለኹም ክልተ ኣካውንት ኣሎ ኣብዚ ማለት እዩ ክልተ ኣካውንት ኣሎ ኣብዚ ኣካውንት እዚ ተቐዳመይቲ ካረንት ኣካውንት ትብል ትሪኢ ኣለኹም እታ ካልእቲ ታሕቲ ዘለ ከዓኒ ኣይተጻሕፋን ዘሎ ወይ ከዓ ዝኾነ ይኹን የብላን ማለት እዩ ሕጂ እታ ካረንት ትብል ናትና እያ ንሕና ንጥቀመላ እያ ንሳ ጥራይ እንድሕር ጸኒሓትኩም ኣክቹዋሊ እንታይ እዩ ሃካ ኣይተገበረትን ማለት እዩ ተረዲእኹም ኣለኹም ንሳ ጥራይ እንድሕር ጸኒሓ ሃክ ኣይተገበረትን እታ ታሕተይቲ ዘላ ትርእይዋ ዘለኹም ግን ዝኾነ ይኹን ጽሑፍ የብላን ግን ልክዕ ኣብ ፍራንስ ዝቕመጥ ኦንላይን ኣሎ ሕጂ ገለገለ ዝብል ዘሎ ከዓኒ ሃክ ገይርዋ ኣሎ ማለት እዩ ስለዚ ነዚ ብታሕቲ ዘሎ ሰብ ከነውጽኦ ኣለና ማለት እዩ ሕጂ ከመይ ጌርና ኢና ነውጽኦ ዝብል እንድሕር ኣልዩ ከዓኒ ንዓ ክሊክ ንገብራ ንዓ ክሊክ ምስ ገበርናያ ኣብ ታሕቲ ደሊት ዝብል ኣሎ ደሊት ዝብል ምርጫ ሂበና እዩ ንዓ ክሊክ ጌርና ሞባይልካ ናትካ ምርጸካ እሞ ሽዑ ናብ ሞባይልካ ቫሪፊኬሽን ኮድ ናብ ሞባይልካ ክንልእኸልካ እዩ ዝብል መልእኽቲ ይመፀካ ኦኬ ትብሎ ንዕኡ ማለት እዩ ንዑ ኦኬ ምስ በልናዮ ንዑ ኦኬ ምስ በልናዮ ናብታ ናትካ ሞባይል እዩ ዝልእኸልካ ንዑ ኦኬ ምስ በልናዮ እታ ኮድ ዝለኣኸልካ ትእትዋ ማለት እዩ ናብኡ እሳ ምስ ኣእተኸያ ከም ትሪእዋ ዘለኹም ሕጂ ተደምሲሳ ማለት እዩ ስለዚ ሓንቲ እታ ካረንት ትብል ጥራይ ተሪፋ ኣላ ማለት እዩ እታ ናትካ ጥራይ ተሪፋ ኣላ ማለት ስለዚ እዚኣ ከምዚኣ ትርእይዋ ዘለኹም እንድሕር ሃልያ ኦ ኣክቹዋሊ ከምዛ ሕጂ ትርእይዋ ዘለኹም ሞባይልኩም ከምዛ ሕጂ ትርእይዋ ዘለኹም እንድሕር ሃልያ ዝኾነ ይኹን ሃክ ኣይተገበረትን ማለት እዩ ከም ኣቐዲምኩም ዝረኣኹማ ነገር ግን ኣብ ትሕቲኣ ካልእቲ ዝኾነ ይኹን ሊንክ ዝኾነት ሞባይል እንድሕር ሃልያ ግን ሃክ ተጌርኩም ኣለኹም ማለት ስለዚ ነታ ታሕተይቲ ከምዚ ዘረኣኹም ስቴፕ ጌርኩም ከዓኒ ተውጭዋ ማለት እዩ ስለዚ ከምዚ ይመስል ማለት እዩ እንድሕር ምናልባት ሃክ ተጌርኩም ኣለኹም ከምዚ ዓይነት ሲስተም ተጌርኩም ናይ ዋትሳፕን ናይ ኢሞን ከተውጭዎ ትኽእሉ ኢኹም ማለት እዩ ስለዚ ናይ ሎማዓንቲ መደብ እዚ መስል ነይሩ ምናልባት ተማሂርኩም ክትኮኑ እቶም ዘይፈለጥኩሞ ተማሂርኩም ክትኮኑ ተስፋ ገብር ካብ ንጅምራ ነዊሕ ዝገበረት መደብ ኣላ ትፈልጡ ዶ ትብል ንዓኣ መቐጸልታ ኣብ ሰሙን ሓደ ወይ ክልተ ግዜ እንዳገበርና ቪድዮ ክንሰርሕ ክንፍትን ኢና ማለት ስለዚ እንድሕር ካልእ ሕቶ እንድሕር ሃልዩኩም ወይ ከዓ ዝኾነ ይኹን ቪድዮ ክሰርሓልኩም ትደልይዎ ነገር እንድሕር ሃልዩ ኣብ ኮመንት ጸሓፉለይ ኣነ እውን ብዛዕብኡ ርእየ ኣነ ከዓ ክምልሰልኩም እየ ማለት ስለዚ ናይ ሎማዓንቲ ቪድዮ ዝመስል ነይሩ እንድሕር ፈቲኹሞ ላይክ ኤንድ ሳብስክራይብ ክሳብ ኔክስት ቪድዮ ንራኸብ ፒስ